ሰላም ሰላም ክቡራት ፋሚሊ ናይ ዩቲዩብ ቻናል ተኸታተልቲ ከመይ ኢኹም? ኣነ ሰላም እየ እግዚኣብሔር ይመስገን። ከምቲ ሰላም ዘለኹዎ ሰላም ክትኮኑለይ ናይ ኩሉ ግዜ ትምኒተይ እዩ። ክቡራት ፋሚሊ እምበኣር ጋዝ ናይ ሎማዓንቲ ትሕዝቶና ከምዚ ኣብ ምስሊ ትሪእዎ ኣለኹም ሓውና እየ ሒዘልኩም መፀ ማለት እዩ። ክቡራት ፋሚሊ ቅድሚ ናይ ቻናል ሓድሽ ዝኾንኩም ላይክ፣ ሼር፣ ሰብስክራይብ ናገበርኩም ቤተሰብ ኩኑ። ቤተሰብ ከዓ ከምቲ ልሙድ ሃናፂ ሪኢቶኹም ኣይፈለየኒ ክብል እደሊ እና ብላይክ ሞክሮ ኩሎም ኣሕዋተይ ኣጋጣሚ ዩቱብ ዳርጋ ሓዲገ የየቃና እና ብዙሕ ሰዓት እና ቢብ ስለ ዝኣነሰለይ ኩለኹም ላይክ እና ሰብስክራይብ እናገበርኩም ክሳብ መጠረሻ ስምዕዎ ክብል ይደሊ ማለት እዩ ኩራት ኣሕዋተይ እምበርካስ ናሉ ማዓንቲ ትሕዝቶና ከምቲ ትርእይዎ ኣለኹም ሓውና ኮይኑ ንእሽተይ ክናገር እዩ መፅእ ማለት እዩ ቤተሰብ እቲ ቪድዮ ብምሉኡ ርእየ እየ ኣብ ዩቱብ ኣትየ ካብኣፉ ሕማ ነገር ኣይወፅእን ምክንያቱ ወላ ናይ ውሽጢ እዮም ሓስዩ ድዩ ወይ ከዓ ናይ ውሽጣዊ ስምዒቱ ድ ተናገሩ ወይ ስኡሉ ልደገ ሰብ ክሰምዑ ዩ ተናገሩ ባዕሉ እዩ ንፈልጦ ማለት እዩና እቲ ቪድዮ ክሳብ መጠረሻ ርአ ሓንቲ ጌጋ ኣይውሉ ምክንያቱ በቃ ክሳብ እግዚኣብሔር ኣምላክ ለራክበና ኣብ ዘለኸዮ ሰላም ይኹን ኢልዋ ግን ሓደ ሓደ ብዙሕ ኣሎ ብፌስቡክ ብዙሕ ዝብሰት ብኮመንት ከዓ ብዙሕ ዝፅሓፍ ነገር ኣሎ ማለት እዩ ምክንያቱ ወድና ጓል ሓደ ፍቕሪ ቅድሚ ኩሉ ናይ እግዚኣብሔር ኣምላኽ እዩ። ውህውቶ ናይ እግዚኣብሔር ኣምላኽ ተኾይኑ ከዓ እቲ ፍቕሪ ግጥሞ የድልዮ ገለ የድልዮ ምክንያቱ ብኣውዩ ትጽበየኒ ድኻ ገለ ኢልካ ልወዲ ምልኣኽ ዓብዪ ጌጋ እዩ። ምክንያቱ ፍቕሪ ክሳብቱ ዘለኻዮ ዕለት ብሓደ ክትነብር ብሓደ ሰላም ህይወት ክትነብር እዩ ዝምነ ናይ እግዚኣብሔር ኣምላክ ፍቅሪ ትኾኑ ከዓ ከምኡ እዩ ምክንያቱ ፍቅሪ ናይ እግዚኣብሔር ኣምላክ ስለዝኾነ መዓልቲ እዩ ዝግድን ኩሉ ግዜ ፍቁራት ኮይንካ ክትነብር ወሊድካ ዘሚድካ ክትነብር ክታብ ዘለካየ ዕለት ምስ ተፍቅሮ ኣዳምና ምስቱ ለፍቅራ ሔዋን ክሳብ ዘለካየ ዕለት ሰላም ክትነብር ብቻ እዩ ዝፈቅደልና ማለት እዩ ከውለ ኣብ ስደት ዘለና ኩለና ደቂ ኣንስትዮ ኣሕዋተይ መጀመርታ ስደት ለምፃና ብዙሕ ዕላማ እዩ፣ ብዙሕ ምክንያት ከ እዩ ምክንያቱ ካብ ባሌ ጀምሩ ሓደ ሓደ ዘለና ምክንያቱ ወላ ካብ ባሌ ኢለ ክሓስብ ይኽእል እዩ። ኣነ እዛ ዓዲ ስብኣይ ሓዲገ መፂለ ክገርመኩም ማለት እዩ። ስብኣይ ሓዲገ ምምፀኤ ከዓ ዕላማ እዩ፣ ምክንያቱ ስራሕ ሰሪሐ ክልወጥ ኣለኒ ናባዕለይ ኢለ ዝሕዘሉ ስራሕ ክፈጥር ኣለኒ ብዝብል ሓሳብ እዩ ላው ስደት ዘምፀካ ሓደ ለይተመርዐ ወይ ከዓ ፍቅሪ ዘይጀመረ ዝተሰደተ ሰብ ተኮይኑ ከዓ መጀመርታ ትልሰደቱ ምክንያት ክሰርሕ ኣለዎ ኣብቲ ዝሰርሐካሉ ዕለት ግን ኣብቲ ዝወዳእካሉ ኩሉ ነገር ዘዘጋጀካሉ ሰዓት ግን እቱ ምሳኻ ዝነብር ሰብ ልወለድኻ ነጊሩ ልባዕልኻ ኣኺሩ ብቱ እግዚኣብሔር ኣምላኽ ዝፈቐዶ ቃል ኪዳን ኣሲርካ ኣብዚ ሓደ ሓደ ግዜ ስኢልና ንዕዘቦ ኣለና ግን ብጣዕሚ ኢኻ ትወሽቅ ኣነ ከም ጓል መጠን ወሲበያ ምኽንያቱ ጓል ስለ ዝኾንኩ ክሳቱ ዘለኻዮ ዕለት ወዲ ከኽብረካ እዩ ዘለዎ በቃ ጓል ክሳቱ ዘላቶ ዕለት ተለማኒት እምበር ለማኒት ኣይኾናትን ካውለ ዝኾነ ይኹን ስጦታ ወዲ ክበካ እዩ ደስ ዝለካ እሱ ለካ እዩ ማዕርጉ ማለት እዩ ተዝዚ ኣብ ስደት ዘለና ብሕልፍስ እንድዒ ካብ ብጃማ ኳስ ካልእ ውጭ መለስና ይንሰርሕ እዩ ኩሉ ግዜ ብጃማ ኢና ተብዳ ዓመት ተብዳ ዓመት ኳሲ ተፈቒደና እና ጥዑይ ክዳን ተኸዲና ንውዕል ተይዘፈቐደና ከዓ እታ ብጃማ ብቻ ኢና መለስና ንውዕል ማለት እዩ ንውዕልትና ሓንቲ ክዳን ኣየርና ገለ ኣየርና ሲ የፍቅረካ እየ ትፅበየኒ ድኻልካ ሰፕራይዝ ምግባር ክዳን ምኽዳን ገለታት ዋይ

ሰፕራይዝ ናነገበርካ ስጦታ ናነሰደድካ ግጥሚ ናነግጠምካ ከዓ ብልቡ ኣፍቂሩስ ክፅበ ማለት ኣይኮነን። ተዋድንኦ ግን እግዚኣብሔር ኣምላኽ እንድሕር ናትካ ኮይኑ ክሳብ እቲ ዘለኻዮ ዕለት ላዝም ክፅበየ ይኽእል እዩ ብእግዚኣብሔር ኣምላኽ ብባዕሉ ማለት እዩ። ለፍቅረካ ወድሲ ኣግጢምካሉ ዘይኮነ ክፅበየካሲ ባዕሉ ድሌት ተልዋ በቃ ድሌት ተልዋ ለሓንቲ ጓል ኣይ ብዙሕ ዓመት ክፅበ ይኽእል እዩ ምክንያቱ ፍቅሪ እዩ ምስኣ ክነብር ስለ ዝሓስብ ማለት እዩ ምስኣ ክነብር ምስኣ ክነብር ኢሉ እንድሕር ሓሲቡ ተግጥመሉ ኣይተግጥመሉ ክሳውቱ ዕላማ ተሳኽዕ ክሳብ ኩሉ ነገር ሓሳብ ልባ ዝሰምረላ ብትዕግስቲ ክጽበ ይኽእል እዩ ብቻ እምነት ናይ ክልቲኦም ፍቕሪ ናይ ክልቲኦም ብቻ ክህልየካ እዩ ዘለዎ ማለት እዩ እና ሓደ ሓደ ኣሕዋተይ ግን ኩላትና እስኪ ንተዓገስ ምክንያቱ ልወዲ ሳፕራይዝ ምግባር ግጥሚ ከምዚ ጌርካ ትጽበ ንድኻ ገለ ኢልካ ምሃብሲ በቃ ልዓዲ ወዲ ከይድካ ወድኩም ሃውና ማለት መሲሉ እዩ ዝስመዐና ኣነ ማርያምን ብሓቂ እየ ከምኡ ዓይነት ሞሲሉ እዩ ዝስማዕና እና ፍቅርና ከም ፍቅርና እምነትና ከም እምነትና በቃ ክብረትና ግን ምስ በዓልትና ተኾይኑ እዚ ሓደ ወዲ ሲ ሰፕራይዝ ዝገብር ርኤ ፈልጢ ኣነ እና ፍቁራት ገለሉ ከምዚ ህዚ ወይ ግጥሚ ገለታት ርኤ ኣይፈልጥን በቃ ተገልውጥ እዩ ምክንያቱ ሳይክ ኣጓላት እያ በዓልትና ንሓስር ኣለና ብሓንቲ ሓንቲ ሲ ማለት እዩ ኩሎም ንክኮርዐልካ እዮም ዝጅመሩ ስለዚ ኣጓላት ኮይና ጎበዛት ኩራዓት ተለመንቲ እምበር ለመንቲ ክንከውን ኣይንደሊን ኩቡራት ኢና ንከውን ንክእል ምክንያቱ ጓል ክሳብቲ ዘላቶ ዕለት ክብርቲ እያ ትውለድ ኣይትውለድ ብዘየገድስ በቃ ሂዋን ክብርቲ እያ ትልመን እምበር ኣይትልመንን ስለዚ ኩላትና ኣብ ስደት ዘለና ፍቕሪ ከም ፍቕርና ምድዋል ከም ምድዋልካ ምክንያቱ ፍቕሪ ትሓዝ ፍቕረኛ ለይምሓዙ ይሐሽ ገለ ተይኮነሲ በቃ ስጦታ ምሃው ግጥሚ ምግጣም ገለታት ግን ይቕረየና ክብል ይደሊ ማለት እዩና በቃ ካብ እዚ ግድገም የወሊ ብሕልፍ ደቂ ማርያም ማርያምን ብጣዕሚ እያ ነለቕሽቶ ምክንያቱ ንባዕልኻ ብዙሕ ሓውዚ ዝሓለፍካዮ ሲ ከምዚ ገይርካ ገለታት ፅባሕ ንጎሆ ከዓ ክፀንሕ ድየ ይፀንሕን ሓደ እግዚኣብሔር ኣምላኽ እዩ ዝፈልጦ። በቃ ናይካ ተኾይኑ ወዲ ክፀንሕ እዩ፣ ናይ ናይካ ተኾይኑ ከዓ ካላስ ክኸድ ይኽእል እዩ ማለት ለይ ምግዳስ ኣይቃ ለኣምላካ ኣይቃ ናተይ ተኾይኑ ኣፅልሐለይ ለይ ናተይ ተኾይኑ ግን በቃ ካላስ ብጉሓቱ ክደለይልካ ለትፅለ ትኽእል ኢኻ እና

ናብ ቻናለይ ሓድሽ ዝኾንኩም ላይክ ሸር ሳብስክራይብ ናበርኩም ቤተሰብ ኩኑ ቤተሰብ ከዓ ከምቲ ልሙድ ሃና ፅሬትኹም ኣይፈለኒ ይመችኹም